ሰላም ዝኸበርኩም ተኸታተልትና ምሳና ምስ ሩፍ ዳቪ ሜድያ ኢኹም ዘለኹም መጀመርያ እንኳዕ ብድሓን መጻኹም ናብ ሩፍ ዳቪ ሜድያ ሩፍ ዳቪ ሜድያ ንሕብረተሰብና ኣብ መዓልታዊ ንጥፈታት መሃርን ኣዘናጋዕን ጠቃምን ዝበልና መደባት ክነቅርበልኩም ኢና መጀመርያ ግን ነዚ ቻነልና ሓደስቲ ዝኾንኩም ሳብስክራይብ ሸር ላይክ ብምግባር ክታውዑና ንላቦ የቐንልና ሰላም ዝኸበርኩም ተኸታተልትና ምሳና ምስ ሩፍ ዳቪ ሜዳ ይኹም ዘለኹም መጀመርያ እንኳዕ ብደሓን መጻኹም ናብ ሩፍ ዳቪ ሜድያ እምበኣር ከስ ከምቲ ልሙድ ሎሚ ከዓ ሓደ ኣገዳሲ ሓበሬታ ሒዘልኩም መፅ ኣለኹ እዚ ከዓ ብዛዕባ ፌስቡክ እዩ ምናልባት ሰሚዕኹም ክትኮኑ ትኽእሉ ኢኹም ኣብ ሞባይላትና ንገብሮ ንጥፈታት ፌስቡክ ይከታተልና ኣለዎ ገለ ዝብል እዚ ሓቂ ድዩ ብኸመይከ ክንዓጽዎ ንኽእል ንኸይከታተለና እተርኢ ቪድዮ ሒዘልኩም መጽየ ኣለኹ እምበኣርከስ ናብታ ቪድዮ ከብለኩም መጀመርያ ፌስቡክ ክፈትዎ ኣብ ፌስቡክ ምስ ኣተኹም ኣብ የማናይ ኩርናዕ እዘን ትርእይዎን ዘለኹም ሰለስተ ጋድም ሕንጻጻት ኣለዋ ጠውቕወን ምስ ጠወቕኩመን ናብዚ ቤች ወይ ናብዚ ገጽ ክእተወኩም እዩ እንተ ሓት ገጽኩም ውረዱ ሴቲንግ ኤንድ ፕራይቬሲ ዝብል ክትረኽቡ ኢኹም ጠውቕዎ ንገሌኹም ቀጥታ ሰቲንግ ክመፅኩም ይኽእል እዩ ከም ዓይነታት ቴሌፎናትኩም ቀፂልኩም ነታ ሰቲንግ ትብል ደላ ጠውቕዋ ቀፂልኩም ንታሕቲ ገፅኩም ውረዱ ክሳብ ኦፍ ፌስቡክ ኣክቲቪቲ ምስ ረኸብኩምዋ ጠውቕዋ። ሽዑ ርኣይዎ፣ እዚ ኹሉ ትርእይዎ ዘለኹም እንታይ ዓይነት ኣፕ ትጥቀሙ እንዳተኸታተለኩም እዩ። ብቐጥታ ክትገብርዎ ዝግባእ ክሊር ሂስትሪ ዝብል ኣብ ዘለኩም ጠውቕዎ። ምስ ጠውቕኩሞ ኣብዚ ኣብዚ ከተእትወኩም እያ። ክሊር ሂስትሪ ዝብል ብሰማያዊ ድሕረ ባይታ ወይ ብሉ ባክግራውንድ ኣብ ታሕቲ ኣላትኩም። ጠውቕዋ። ብድሕሪኡ ብታሕቲ ርኣይዎ፣ Your activity has been cleared ዝብል ክመጸኩም እዩ። እንታይ ማለት እዩ? ክሳዕ እዚ ዝገበርናዮ ኣጽሪናዮ ኣለና ማለት እዩ። ነቲ ሴቭ ኮይኑ ዝነበረ ኣፕሊኬሽንስ ካብዚ ቀጺልና ግና ተመሊሱ እንደገና ከይከታተለና ኣብ ታሕቲ ነታ ሞር ኦፕሽን ትብል ንጠውቃ። ብድሕሪኡ ኣብ ታሕቲ ማኔጅ ፊቸር ኣክቲቪቲስ ዝብል ዘሎ ንጠውቆ እንደገና ኣብ ታሕቲ ብሰማያዊ ሕብሪ ማኔጅ ፊቸር ኣክቲቪቲ ዝብል ክመፀና እዩ ንጠውቁ ኣስተውዕሉ ሕጂ ፊቸር ኦፍ ፌስቡክ ኣክቲቪቲ ኣብዛ ጎና ዘላ ሰማያዊ ሕብሪ ኣለዋ ምስ ጠወቕናያ ተርን ኦፍ ክብል ክመፀና እዩ ንጠውቃ ሽዑ ጠቕሊልና ዓጺናልና ማለት እዩ። በዚ መልክዕ ካብ ሕጂ ንደሓር ፌስቡክ ንኸይከታተልና ክንዓጹ ዓጺናልና ማለት እዩ። እዚ ብጣዕሚ ኣገዳሲ ነገር እዩ። ኩላትና ኣቓልቦ ክንቦ ይግባእ። ምክንያቱ ናትና ፕራይቬሲ ንሕና ከይፈቐድናሎም ይከታተሉና ስለ ዘለዉ ፕላስ ኣብ ዘይሓሰብናዮ ናይ ገንዘብ ዕዳታት ወይ ወፃኢታት ክእትዉና ስለ ዝኽእሉ ብጣዕሚ ጥንቃቐ ክንገብር ይግበአና። ብፍላይ ናይ ፌስቡክ ተጠቀምቲ ነዚ ብምዕፃው ዝጎድለኩም ወላ ሓደ ነገራት የለን እምበኣርከስ ነዚ ሓበሬታ ክጠቕመኩም ብጣዕሚ ተስፋ ይገብር ካልኦት እውን መታን ክበጽሖም ሸር ግበርዎ ክሳዕ መወዳእታ ምሳይ ብምጽናዕኩም ብጣዕሚ የመስግነኩም ቴንኪዩ ነዚ ቻነል ሓደስቲ ዝኾንኩም ድማ ሳብስክራይብ ሸር ኤንድ ላይክ ኣይትረስዑ ኣብ ዘለኹሞ ሰላም ባይ